ሰላም ኩቡራን ኩቡራትን ተኸታተልቲ ቪብድ ሸው ከመይ ቀኒኹም ሰላም ክትህልዉ እናተመነኹ ሰመረ ምሳኹም ዘለኹ። ናይ ሎምዓንቲ ሒዘልኩም መጺኤ ዘለኹ ቪድዮ ከኣ። ሻውዓይ መዓልቲ ቪድዮ ኤዲቲን ኣብ ፕሪመር ፕሮ ክኸውን። ናብኡ ከብለኩም'የ ክሳብ መወዳእታ ምሳይ ጽንሑ። ሰላም እንኳዕ ዳሕን መጻኹም ሎማዓንቲ እታ ናይ ሻድሻይ መዓልቲ ዝነበረት ፕሮጀክት ንዓይና ክንከፍታ ትሪእዋ ኣለኹም ኣብዚ ኣላ ዴይ ሲክስ ትብል ንዓ ዳብል ክሊክ ገይረ ከፍታ እየ ከም ገይሩ ክፈተልና ክጅምር እዩ ኣብዚ ሕጂ ረእይዎ ከምቲ ኣብ ሻሻይ መዓልቲ ዝገደፍናዮ ለክዕ ከምኡ ጸኒሕና ኣሎ ስለዚ ናይ ልምዓንትኻ ካብዚ ቀጺልና ክንርኢ ኢና መጀመርያ ነዚ ቪድዮ ከልግቦ እየ ሪፕል ደሊት ክብለ ክለግቢ ብኩሉ ማለት እዝን እዝን ብሓንሳብ ይለግበልና ናይ ልምዓት ቀዳመይቲ ንሪኣ ኣርእስቲ ከኣ ብዛዕባ ፍሬም ማለት እዩ ከመይ ጌርና ኣብ ቪድዮና ብላዕልን ብታሕትን ፍሬም ንገብር ኢና ክንርኢ ቀጺለ ሕጂ እቲ ኦፕሽን ኣብ ኢፌክት ፓነል ስለ ዝርከብ ኢፌክት ፓነል ትብል እየ ክደሊ ኢፌክት ፓነል ንምርካብ ከኣ በዚ ንህለኩም በዚ ክጸንሐኩም ይኽእል እዩ ተዘይኮይኑ ኣብዚ ታይትል ባር ትሪእዎ ኣለኹም ኢፌክትስ ዝብል ንኣቱ ድሕሪኡ እቲ ኢፌክትስ ፓነል ከምዚ ገይሩ መፀልና ነዚ ከምዚ ገይርና ክነግፍሖ ንኽእል ኢና እዚ ኮይኑ እውን ኣብዚ ዊንዶው ኮይና ወርክ ኦል ፓነልስ ኢልና ከምቲ ኣቐዲማ ዝነበረታ እቶም ፓነልስ ብምሎም ይመፁልና ኣብዚ ዝኾነ ከይመረፅና ብምሎም እቲ ፓነል ይመፀልና ማለት እዩ ድሕሪኻ እቲ ደሊና ዘለና ኢፌክት ኣብዚ ክረኽቦ ንኽእል ኢና ረእይዎ ኣብዚ ንህለ ነዚ ቁርብ ከጉፍዐ ከምዚ ገይረዮ ኣለኹ ብድሕሪኡ ኣብዛ ኢፌክትስ ትብል ኣላ ሬዋ ክሊክ ክገብር ሕጂ ኣነ ደልየ ዘለኹ ካብዚኦም ቪድዮ ኢፌክት ዝብል እዩ ረእይዎ ኣብ ዘለዉ ክሮፕ ዝብል ደልየ ኣለኹ ስለዚ ካብ ኮለል ዝብል ከም ገይረ ዝፍትሽ ተሃገብር እየ እቲ ኢፌክት ዝፈልጦ ተኮይነ ዋላ እውን ቪድዮ ትራንዚሽንስ ክኾኑ ይኽእሉ እዮም ካብቶም ብቐዳማይ ዘረኣናዮም ኣብ ሰርች ባር ክንፅሕፎም ንኽእል ኢና ማለት እዩ ሕጂ ኣነ ካብ ቪድዮ ኢፌክትስ ክሮፕ እየ ደልየ ዘለኹ ስለዚ ክሮፕ ኢለ ፅሕፍ እዛ ክሮፕ መፅያትለይ ትሪእዋ ኣለኹም ሕጂ ግን መጀመርያ እንታይ ክገብር እየ ሓደ ኣብዚ ኣጃስትመንት ለየር ኮፍ ከብል እየ ማለት እዩ እዚ ኣጃስትመንት ለየር ኣበይ ረኽቦ ኣብዚ ሶርስ ፓናል ትሪእዎ ኣለኹም ነዞም ከምዚ ገይረ ኣግፍሑ ከብሎ ክረኣየኩም እዚ እውን ንላዕሊ ሓፍ ከብሎ እየ ኣብዚ ባዶ ቦታ ትሪእዎ ኣለኹም ኣብዚ ራይት ክሊክ ክገብር እየ ድሕሪኡ ኣብዛ ትሪእዋ ዘለኹም ኒው ኣይተም ትብል ኣላ ይኸይድ ይሰግርና ኣብዚ ድሕሪኡ ኣጃስትመንት ላየር ትብል ኣላ ኣብዚኣ ሓንቲ ግዜ ክሊክ ክገብር ማለት እዩ ኣብዚ ኦኬ የብላ ምክንያቱ ርእዎ ኣብቲ ስኩንስ ከምቲ ናይ ዓንተ ወይ ዝሰራሕኽዎ እዩ ዘሎ ስለዚ ኦኬ የብላ ድሕሪኡ እታ ሌየር ኣብዚ እንትለ ስሒበ ኣብዚ ላዕሊ ከምጽኣ ማለት እዩ ትሪእዋ ኣለኹም እዚኣ ኣብዚ ሒዘያ ዘለኹ ኣብዚ ኮፍ የብላ ቀጺለ ናብዚ ምጥጥ የብላ ማለት እዩ ክሳብ ጫፍ ተናቢዶ መጸለያ ማለት እዩ ምክንያቱ እቲ ፍሬም ከይቁረጽ ፍርቁቲ ቪዶ ዘይብሉ ከይከውን ምታን ካብ ጫፍ ናብ ጫፍ እታ ፍሬም የንጽፋ ማለት እዩ ብድሕሪ እዚ እታ ክሮፕ ዓንተ ወይ ዝረኸብናያ እዚኣ ስሒበ ኣብዚኣ ኮፍ የብላ ማለት እዩ ክስሕባ ከለኹ ኣብ ማውስ ለፍት ቦቶም ጸቂጠ ከይፈነኹ እየ ዝስሕቦ ዘለኹ ብድሕሪኡ ኣብዚኣ ፍንው የብላ ማለት እዩ ካብዚ ቀጺለ ናብዚ ኢፌክትስ ኮንትራል ክኸይድ እየ ኣብዚ ምስ ኣተነ ናብዚ መጸና ማለት እዩ ትሪእዎ ኣለኹም እዚ ክሮፕ ትብል ሕጂ እታ ክገብር እየ መጀመርያ እዚኣ ሰሌክት ከም ዝኾነት ሹር ንኹን ኦኬ ብድሕሪኡ እቲ ፍሬም ናተይ ብምንታይ ደልዮ ኣለኹ ማለት እዩ ሕጂ ኣነ ብላዕልን ብታሕትን ፍሬመይ ደልየ ዘለኹ ቶፕ እንተለብዚኣ ኣብዚኣ መፅየ ነዚኣ ይውስኸላ ማለት ካብ ዜሮ ይውስኸላ ርእዋ ኣብዚ ካ ርእዎ መፅለ ያሎ እቲ ፍሬም እዚ ከምዚ ገይረ ማራ እንድሕር ኣግጅፈዮ ማር ነቲ ቪዶ እዩ ክብሎ ማለት እዪ ኣነ ግን ንእሽተይ ዘልዮ ዘለኩ ከምቲ ንዓና ደስ ዝበለና ንገብሮ እዚ ኣብዚ ስቲል እውን ኣብዚ ፅሒፈ እውን ክፅሕፍ ይክእል እየ ንኣብነት ኣርባዕተ ክገብረ ኣነ ኣርባዕተ ርእይዋ ክረኣየና እስከ ሓሙሽተ ክገብረ ሓሙሽተ ገይረዮ ኣለኹ ኦኬ ብላዕሊ ወዲየ ኣለኹ ቶፕ ማለት እዩ ቀፂለ ቦቶም ቦቶም ከዓ ኣብ ታሕቲ ማለት እዩ ልክዕ ምስታ ላዕለወይቲ ምዚኣ ሓደ ክትኮነለይ ሓሙሽተ ክገብራ ማለት እዩ ስለዚ ረእዋ ብላዕልን ብታሕትን ሓደ ፍሬም ገይረ ኣለኹ ማለት እዩ ንሕጂ ብፍላይ ንቪድዮ ክሊፕ ወይ ከኣ ንኣድቨርታይዝ ወይ ንፊልሚ ዋላ ውን ንመርዓ ክንገብረሉ ንኽእል ኢና። እቲ ቪድዮ ከኣ መልክዕ ሂብዎ እዩ ማለት እዩ። ከምዚ ጌርና ፍሬም ክንገብር ንኽእል ማለት እዩ። ኣብዚ ውን እቲ ፍሬም ውን ከለር ናቱ ክንመርጸሉ ንኽእል ኣብቲ ኣጃስትመንት ለየር። እዚ ጻዕዳ ውን ክንገብሮ ንክእል ቀይሕ ዝተፈላለየ ክንገብሮ ንክእል ኢና ኮማን ግን ዳርጋ ጸሊም እዩ ጸሊም ተገብረ ኢትስ ኦኬ ማለት እዩ ሕጂ ረይዋ እታ ቪድዮ ብምልእታ ፍሬም ገይረላ ኣለኹ ማለት እዩ ኦኬ ብምቕጻል ንርእኻ ቪድዮ ክኸውን ይኽእል ወይ ከኣ ዝኾነ ቴክስት ክኸውን ይኽእል ከመይ ጌርና ብለር ንገብር ኣብ ገለ ቪድዮ ንዩቲዩብ ድዩ ወይ ንኻልእ ዝተፈላለየ ቪድዮ ክኸውን ይኽእል እዩ ኣብ ገለ ገለ ብለር ምግባር ስለ ዘገድሰና ሎምዓንቲ ከኣ ከመይ ጌርና ብለር ከም ንገብር ክንርኢ ኢና። ሕጂ ሓንቲ ቪድዮ ከምጽእ እየ እዛ ቪድዮ እዚኣ ስሒበ ከምጽኣ እየ። እዚ ካብ ሶርስ ከመይ ጌርና ቪድዮ ቆሪጽና ነእቱ ኣብ ዝሓለፈ መዓልታት ርኢና ኔርና ደይረኣክሞ ተሊኩም ክትሪእዎ ትክእሉ ኢኩም ንሕና ጊን ስለ ዝረኣናዮ እዚ ደጊምካ ምርኣይ ኣየድልየናን እዩ። ሕጂ እዛ ቪድዮ እዚኣ ሪኤያ ኣለኹ ሕጂ እዛ ቪድዮ ሪኤዋ እንታይ ኮይኑ ኣሎ እቲ ፍርቁ ናይቲ ቪድዮ ተቖሪፁ ኣሎ ስለዚ እንታይ ክገብሮ ኣነ ራይት ክሊክ ገይረ ስኬል ቱ ፍሬም ሳይዝ ክገብሮ እየ ከምዚ ገይሩ ክመዓራረየለይ ማለት እዩ ስለዚ ከምዚ እንድሕር ኮይኑ እቲ ቪድዮ እና ዘእተናዮ ወይ ተንኢሱ ወይ ከዓ እንድሕር ዓብዩ እቲ ስኬንስ ናይቲ ቪድዮን እቲ ስኬንስ ሰሪሕኻዮ ዘለኻን በበይኑ ስለዝኾነ ስኬል ቱ ፍሬም ሳይዝ ገይርና ከምዚ ገይርና ኣጃስት ክንገብሮ ኣለና ማለት እዩ። ኦኬ ሕጂ እታ ገብሬ እዚ ንሪኦ ዘለና እዚ ጀነራል ኣፕሊኬሽን ሶፍትዌር ስፐሲፊክ ኣፕሊኬሽን ሶፍትዌር ዝብል ዘሎ ሕጂ ኣነ ብለር ክገብሮ እየ ክርአ ኣይደለኹዎን ኣለኹ ስለዚ ብለር ክገብሮ እየ ስለዚ ቀዳማይ ዝገብሮ እንታይ ሓደ ኢፌክት ከእቱ ኣለኒ ማለት እዩ ኣብዚ እዚ ኢፌክት እዚ ኸዓ ኣበይ ዝረኽቦ ኣብዚ ኢፌክትስ ፓነል ኣብዚ እየ ዝረኽቦ ስለዚ እታ ገብሪ ኣነ ስሙ ስለ ዝፈልጦ ኣብዚ ሰርች ጽሒፈ ክረኽቦ እያ ተዘይኮይኑ ኣብዚ ቪድዮ ኢፌክት ደሊና ክንረኽቦ ንኽእል ኢና ስለዚ ጋዚያን ብለር ይበሃል ጋዚያን ብለር ጋርድያን ብለር ኣብዚ መፂኡና ኣሎ ርእይዎ ጋርድያን ብለር ዝብል ኣሎ እዚ ኣብዚ መፂኡ ኣሎ ስለዚ እንታይ ክገብር እየ ነዚኣ ስሒበ ኣብታ ቪድዮ የእትዋ ማለት እዩ ኮፍ ከብላ ኣብዚኣ ድሕሪኡ ኣብ ኮንትሮል ኢፌክትስ ይኸይድ። ኮንትሮል ኢፌክት ኣብዚ እትሪእዎ ኣለኹም ኣበይ ከም ዘሎ ተሓቢኡ ኣሎ። ከምቲ ኣብ ዝሓለፈ ኣብዚ እንሪኦ ዝነበርና ሕጂ የለን። ስለምንታይ እቲ ኣርእስቲ ናይቲ ቪድዮ ነዊሕ ስለ ዝኾነ ከም እትሪእዎ ዘለኹም ብምሉኡ ነቲ ኢንተርፌስ ከዊልዎ ኣሎ ማለት እዩ። ስለዚ እንታይ ክገብር እየ ኣብዘን ክልተ ዶትስ እትሪእወን ኣለኹም ኣብዚኣ ክሊክ ክገብር እየ። ብድሕሪኡ ከምዚ ዝብል ይመፅኣለይ። ኣነ ሕጂ እንታይ ይደሊ ኣለኹ? ኢፌክትስ ኮንትሮልስ ስለዚ ኣብዚኣ ክሊክ ክገብር ብድሕሪኡ ይመፀለይ ማለት እዩ ስለዚ ኣብዚ እንደገና መሊሰ ክሊክ ክገብር እዚ ክመፀለይ መታን እዚ ኦፕሽን ብድሕሪኡ ኣብ ታሕቲ እታ ጋዝያን ብለር ዘእተኽዋ ክፀንሓኒ እያ ኦኬ ኣብዚ እንትለ ሬዋ ጋዝያን ብለር ዝብለሎ እታ ዘእተኽዋ ኤፌክት ማለት እዩ ስለዚ ኣብዚ ክዋሳእ ማለት እዩ ድሕሪ እዚ ከም እትሪእዎ ዘለኹም ኣብዚ ይመርጽ ማለት እዩ። እቲ ናተይ ቦታ ሕጂ ንኣብነት ኣብ ከቢብ ቦታ ብለር ክገብር እንድሕር ደልየ እዛ እትሪእዋ ኣለኹም እዛ ሰርክል ንመርጻ። ርቡዕ ኩርናዕ ዓይነት ሬክታንግል እንድሕር ኮይኑ ከኣ ነዚኣ መርጽ ማለት እዩ። ስለዚ ኣነ ነዚኣ ክመርጽ እየ ክሊክ ክገብራ ብድሕሪኡ ኣብዚ እትሪእዎ ኣለኹም ከምዚ ዝብል ዓይነት ኦፕሽን ይመጸኒ። ነዚ እንታይ እያ ትገብሮ ኣብቲ ብለር ክገብሮ ደልየ ዘለኹ ቦታ ኣብኡ ኮፍ የብሎ ማለት እዩ። ሕጂ ሪኤዋ ይስሕብ ኣለኹ ስሒበ ከምዚ ገይረ ኣብቲ ዘለኹ ቦታ ኮፍ የብላ ማለት እዩ ብድሕሪኡ ክትርዳእና ካብዛ ብጫ ሕንፃፅ ንታሕቲ ዘላ ብለራ ገብረ እዚ ብድሕሪኡ ከም ጌርና እቲ ቦታ ኣጃስ ንገብሮ ከም ጌርና ንስሕቦ ረይዎ

በዚ ኣጋጣሚ ብዛዕባ ሶፍትዌር፣ ሃርድዌር ክትፈልጡ ምስ ትደልዩ ኣብ ዝሓለፈ ቪድዮታት ኣውሪደ ኣለኹ ከይድኩም ክትመሃሩ ትኽእሉ ኢኹም። ሶፍትዌር እንታይ ማለት እዩ፣ ሃርድዌር እንታይ ማለት እዩ። ኦኬ ቀጺለ ሕጂ እታ ብለር ክትኮነለይ ደልየ ዘለኹ ቦታ እዚኣ ማለት እዩ። ድሕሪ እዚ ናብዚ እየ ክምለስ ማለት እዩ ናብዚ ኤፌክት ከም ትሪእዎ ዘለኹም ኣብ ታሕቲ እዛ ትሪእዎ ኣለኹም ብለርነስ ትብል ኣላ ዜሮ ኣሎ ስለዚ ዝኾነ ብለር ኣይኮነን ዘሎ ማለት ስለዚ ንሕና ብለር ኢና ክንገብሮ ደሊና ዘለና እዚ ካብ ዜሮ ትብል ኣላ ንውስኸላ ክሳብቲ ንደልዮ ማለት እዩ ረይዋ ኣብዚ እትሪእዎ ኣለኹም ይሃስስ ኣሎ ተወሲኹ ኣሎ ከዓ መሊሱ ይሃስስ ማለት እዩ ሪእዎ ከምዚ ጌርና ከምዘይፍለጥ ክንገብሮ ንኽእል ኢና ማለት እዩ ከም እትሪእዎ ዘለኹም ሕጂ ብለር ገይረ ኣለኹ እዛ ቪድዮ እዚኣ ብምልኣ ኣፌክት ኣትያታ ስለ ዘላ ብምልኣ እዚኣ ስፔስ እዚኣ ብለር ኮይና ኣላ ማለት እዩ ክሳብ ኣብዚ ፍርቂ ቪድዮ ጥራይ ክትሪኢ እንድሕር ደሊና ከኣ ንኣብነት ኣብዚ ምስ መጸት ካልእ ቪድዮ እዩ ዝመጽእ ስለዚ ክነጥፍኦ እንድሕር ደሊና ንኣብነት የብዝላ ንኣብነት ካብዚኣ ንጸጋም ዘሎ ጥራይ ብለር ክኸውን ደሊና ኣለና ንየማን ዘለኻ ክንመልሶ ደሊና ኣለና ብለር ክኸውን ኣይደለናዮን ስለዚ እንታይ ክንገብር ንኽእል ኢና ኣብዚኣ ንቆርጻ እታ ቪድዮ ንቆርጻ ማለት እዩ ኩልተ ብድሕሪኡ ኣብዚኣ ራይት ክሊክ ጌርና ብድሕሪ እዛ ትሪእዋ ዘለኹም ሪሙቭ ኣትሪቢትስ ትብለላ ሰሌክት ገብራ ከም ትሪእዋ ዘለኹም እቲ ኢፌክት ዘእተኽዎ ኣብዚ ይመፀኒ ብዙሕ ኢፌክት የእቲና ኣብዚ ብምሉእ መፀናይ ስለዚ ሓንቲ እየ እትየ ዘለኹ ኣነ ኣብታ ቪድዮ እታ ጋዝያን ብለር ትብል እሳ ኻዓ መፂኣ ኣላ ስለዚ ነዚኣ ክሊክ ገይረ ድሕሪ ኦኬ ይብላ። ከምዚ ትሪእዎ ዘለኹም እቲ ብለር ገይረዮ ነበርኩ ተኣልዩ ኣሎ ማለት እዩ እቲ ሓንቲ ብፀጋም ዘላ ግን ኣላ ማለት እዩ ስለዚ እቲ ብለር ክኸውን ዘይደለናዮ ቦታ ከምዚ ጌርና ክንመልሶ ንኽእል ኢና ማለት እዩ ስለዚ ብለር ከምዚ ጌርና ንገብር እዚ ኣብ ዝኾነ ቴክስት ኹን ስእሊ ኹን ቪድዮ ኹን ከምዚ ጌርና ብለር ክንገብር ንኽእል ማለት እዩ ኦኬ ቀፂልና ንሪኣ ከዓ ቪድዮ ሰዓት ዝበዝሖ ወይ ከዓ ሸክ ዝበዝሑ ቪድዮ ከመይ ጌርና ነዕርዮ ወይ ከኣ ነመሓይሾ ኢና ንርኢ። እዚ ማለ እንታይ ማለት እዩ? እቲ ቪድዮ ዝሰኣልናዮ ናይ መርዓ ክኸውን ናይ ዝተፈላለየ። እንድሕር ብዙሕ ሸክ ተልዎ ክንመልኦ ከለና ወይ ከኣ ክምላእ ከሎ እንድሕር ተንቀሳቒሱ ሸክ ስለ ዝገብር ወይ ከኣ ፈጥፈጥ ስለ ዝብል። ነዚ ከኣ ከመይ ጌርና ነዐርዮ ኢና ንርኢ። ሕጂ እቲ ዝተፈላለየ ቪድዮ ምእታው ቁሩብ የደንጉየና ስለ ዘሎ ኣብዛ ቪድዮ እዚኣ ከርእየኩም እየ። ንኣብነት እዛ ቪድዮ እዚኣ ሕጂ ምንቅስቓስ ኣለዋ ንበል ክትምላእ ከላ ወይ ክትከይድ ከላ እዚ ንርእዮ ዘለና ስክሪን ከምዚ ፈጥ ፈጥ ይብል ሸክ ክገብር ስለዚ ነዚ ከመይ ጌርና ነዕርዮ። መጀመርያ ኣብ ኢፈክትስ ኢና ንኸይድ ኣብ ኢፈክት ኣብ ሰርች ባር ወርብ ስተፕላይዘር ኢልና ንጽሕፍ በዚ ኣብዚ መጽያትለይ ኣላ ትሪእዋ ኣለኹም ሕጂ ነዚኣ ስሒበ ኣብታ ቪድዮ ከዕርያ ደልየ ዘለኹ ኣብኣ የእትዋ ኣብዚ የእትያ ኣለኹ ትሪእዋ ኣለኹም ኣብዚ ኣናላይዚን ኢን ባክግራውንድ ትብላ ኣላ ኣውቶማቲክ እንታይ ትገብሮ ኣላ ኣናላይዚን ትገብሮ ኣላ እዚ ቪድዮ ሕጂ ምንቅጥቃጥ እንድሕር ኣልዎ ወይ ከዓ ሸክ እንድሕር ኣልዎ ባዕላ ኣውቶማቲክ ተዕርየልና ማለት እዩ ኣብዚ ሕጂ እቲ ቪድዮ ነዊሕ እንድሕር ኮይኑ ማራይ ግዜ ዝወስድ ስለዚ እንታይ ክትገብሩ ኣለኩም እታ ሸክ ትገብር ዘላ ቪድዮ ጥራይ ሰሌክት ገይርኩም ቆሪፅኩም ንዓ ጥራይ ክትገብርዎ ኣለኩም ምክንያቱ እንድሕር ኩሉ ተገይርኩሞ ማራ ግዜ ትወስድ ስለዚ እዚ ከይትወዘልኩም ኣቐዲምና ክንፈልጦ ኣለና ማለት እዩ። ኣብዚ እውን ኣብዚ effect controls ኣብዚ እታት እውን ክነመሓሾ ንኽእል ኢና እዚ ኣውቶማቲክ ባዕላ ትገብረልና እኹል እዩ ስለዚ ንዕዑ ጥራይ ክንጥቀም ኢና ከም ትሪእዎ ዘለኹም ኣብዚ ተቖፅራ ኣላ ሪእዋ stabilize ትገብሮ ኣላ ኦኬ ምስ ወደት ከምዚ ገይሩ እሱ ይእለ ማለት እዩ እንታይ ቢድኻ ተዓርያ ካብቲ ብዙሕ ነቕነቕ ትብሎ ነበረት ወይ ከኣ ፈጥፈጥ ትብሎ ነበረት ይመሓሸልና ማለት እዩ። ናይ ሎምዓንቲ ሻውዓይ መዓልቲ ቪድዮ ኤዲቲን ኣብዚ ወዲኤ ኣለኹ ክሳብ ብቐጻሊ ቪድዮ ዝመጸኩም ብሰላም የጽንሓና ሰሰናዩ።